ሰላም ኣምላኽ ምስ ኩልኹም ይኹን ምሕረትኣብ ሃብተማል ይበሃል ሎሚ እውን ካብቲ ዝሓለፈ ተኸታታሊ ትምህርቲ ብዛዕባ መሰረታዊ ትምህርቲ ክርስትና ክንቅፅል ኢና ኣብቲ ዝሓለፈ ብዛዕባ ኣገዳስነት ብዛዕባ ጥቕሚ ቃል ኣምላኽ ርኢና ነርና ብዛዕባ ገለ ሓቅታት ኣብ መፅሓፍ ቅዱስ ብዛዕባ መፅሓፍ ቅዱስ እውን ርኢና ነርና ካብኡውን ብዛዕባ ትሕዝቶ መጽሓፍ ቅዱስ ከመይ ኣቀማምጣ ናይ መጽሓፍ ቅዱስ ብሓጺሩ ክርኢ ፍቲና ኣለና። ሎሚ እውን ካብኡ ብምቕጻል ናይ ኣጸናንዓ ሜላ ከመይ ጌርና ክነጽንዕ ከም ዝግብኣና ቃል ኣምላኽ ዝሕግዙ ገለ መምርሒታት ነጥብታት ክንህብ ክህበኩም ፍትነ ክትከታተሉ ብፍቕሪ ኣምላኽ ክዕድመኩም እደሊ። ቅድሚ ናብቲ ትምህርቲ ምኻድና ሓጻር ጸሎት ክንጽሊ። እግዚኣብሔር ኣምላክና ነመስግን ኣለና ስለዚ ዝሃብካና መደብ ስለዚ ዝሃብካና ዕድል ኩሉ ክብሪ ንቅዱስ ስምካ ይኩን ነዚ መገዲ ነዚ ትምህርቲ ኣብ ዝተፈላለየ ቦታ ክመሓላለፍ ቃልካ ክስበክ እዚ ዕድል ካባካ ስለ ዝኮነ እንዳመስገና እግዚኣብሔር ኣምላክ ልቢ ነዚ ዝሰምዕ ዘበለ ኩሉ ክትንከፍ ህይወት ሰባት ክትንከፍ ምዕባይ ለውጢ ክኸውን ብየሱስ ስም ንጽሊ ስለትገብረልና ድማ ነመስግን ኩሉ ክብሪ ንዓኻ ክኸውን ንጽሊ በቲ ትፈትዎ ሓደ ወድኻ ብጎይታ ብየሱስ ክርስቶስ ስም ንጽሊ ኣሜን። ኣብቲ ዝሓለፈ ብዛዕባ። ገለ ትሕዝቶ መጽሓፍ ቅዱስ ከመይ ጌሩ ከም ዝተቐመጠ ርኢና ኔርና። ሎሚ ወሲኽና ንርእዮ ሓሳብ ብዛዕባ ናይ ኣጸናንዓ ሜላ ክኸውን እዩ። ኣብ ዝተፈላለየ ናይ ኣጸናንዓ መገድታት ዝተፈላለዩ ሰባት ዝጥቀምሉ መገዲ ኣሎ። ሎሚ ግን ከም መምርሒ ዝሕግዙና ገለ ሓሳባት ኢና ወሲኽና ክንርኢ። ቅድሚኡ ኣብ ምዕራፍ ሸሞንተ መጽሓፍ ነህምያ ፍሉይ ናይ መጽሓፍ ቅዱስ ወይ ድማ ህዝቢ ኣምላኽ ናብ ቃሉ ዝተመልሰሉ ምዕራፍ ከም ዝኾነ ንርኢ። ቅድሚኡ ዘን ናይ ምሕዳስ ዘመናት ዝነበረሉ ካብ መጽሓፍ እዝራ ጀሚሩ ንርእዮ ለውጢ ኣዝዩ እናማዕበለ ክኸይድ ከሎ እቲ ዝለዓለ ጠርዚ ኣብዚ ኢና ንረኽቦ። መጀመርታ እቲ መቕደስ ክስራሕ እግዚኣብሔር ሰባት ከም ዘተሳሰ ድሕሪኡ ከተማ ናይ የሩሳሌም ከተማ ቅጽራ ክስራሕ እቲ ህዝቢ ናብቲ ንቡር ህይወቱ እናተመልሰ፣ መንፈሳዊ ህይወቱ እናተሓደሰ ክኸይድ ከሎ ንርኢ። ምስ ተወድኣ እዚ ቅጽሪ ምስራሕ እግዚኣብሔር ንጸላእቶም ምስ ኣግዝኣሎም፣ ሕጂ ድማ እቲ ዝዓበየ ዝኸበረ ነገር ክገብሩ ከለዉ ንርኢ። ንእዝራ እቲ ጸሓፋይ ይብሎ፣ ብመጽሓፍቲ ብፍላይ ድማ ናይ ብሉይ ኪዳን መጽሓፍቲ ምሁር ወይ ድማ ሊቅ ከም ዝነበረ ንዕኡ ብምጽናዕን ብምምሃርን ትጉህ ከም ዝነበረ ቃል ኣምላኽ ይነግረና። ንእዝራ ጸዊዖም ኣብ መድረኽ ከም ዘቐመጥዎ ኣብቲ መድረኽ ነቲ ቃል ከንብብ ከም ዝጀመረ ቃል ኣምላኽ ይነግረና። እቲ ህዝቢ ከስተውዕሎ ጽን ኢሉ ይሰምዕ ከም ዝነበረ ይነግረና። ንነዊሕ ሰዓታት ካብ ንግሆ ጸሓይ ትወጽእ ክሳዕ ቀትሪ ልዕሊ ሽዱሽተ ሸውዓተ ሰዓታት ብዘይ ምቁራጽ ነቲ ቃል ይንገሮም ይሰምዕዎ ይመሃሩ ነይሮም የብርሃሎም እዩ ነይሩ እንታይ ማለት ምዃኑ ናይቲ ቃል ትርጉም እናገለጸ ይነግሮም እዩ ነይሩ እቲ ህዝቢ በቲ ቃል ተመሲጡ ደው ኢሉ ንእግዚኣብሔር ቃል ኣምላኽ ክሰምዕ ከሎ ንርኢ። ከምልኹ ከለዉ ክሰግዱ ከለዉ እቲ ድምጺ ኣምላኽ ቃል ኣምላኽ ኣብኡ ኣብ ማእከሎም ብምህላዉ ኣዝዩ ልቦም ተተንኪፉ ምላሽ ክህቡ ከለዉ ንርኢ። እቶም ካህናት ምስ እዝራ ኮይኖም ድማ ነቲ ቃል ክገልጽሎም ከለዉ ክምህሩ ከለዉ ንርኢ። እቲ ህዝቢ በቲ ቃል ስለ ዝተተንከፈ ክነብዕ ከሎ ክሓዝን ከሎ ንርኢ። ነህምያን እዝራን ድማ መሊሶም ነቲ ህዝቢ ከጸናንዕዎ፣ ኣጆኹም ሕጂ ናብ ገዛኹም ኪዱ፣ ተደፊኦም ናብ ገዝኦም ክምለሱ ከለዉ ንርኢ። ተገዲዱ እዘም በቃ እቲ መደብ ሎሚ ይኣክል ተባሂሉ እቲ ህዝቢ ናብ ገዝኡ ኪዱ ኣጆኹም ሕጂ ናይ ምጽንናዕ ግዜ እዩ፣ ሕጂ ናይ ምቕዳስና ግዜ እዩ፣ ሕጂ ናይ ብኽያት ናይ ንብዓት ግዜ ኣይኮነን፣ ቃል ኣምላኽ ሰሚዕኩም ኣለኹም፣ በዚ ድማ ተሓጒስኩም ናብ ገዛኹም ኪዱ ተባሂሎም ኪኸዱ ከለዉ ንርኢ። ኣዝዩ ዚገርም ናይ ቃል ምንቕቓሕ እዩ ነይሩ። ህይወቶም ዝተሓደሰሉ ግዜ ነይሩ። ድምጺ ኣምላኽ ዝሰምዑሉ ግዜ እዩ ነይሩ። ብፍሉይ መገዲ ናይ እግዚኣብሄር ቃል ብርሃን ዝበርሃሎም ግዜ እዩ ነይሩ። ናብ ቃሉ ኪምለስ ከሎ ሰብ ምልኣት ናይ ምሕዳሱ ሽዑ እዩ ዝጅምር። ከም ቃሉ ኪነብር ዝጀመረ በቲ ቃሉ ዝረታዕ ሰብ እቲ ሓሳብ ኣምላኽ ኣብ ልቡ ክርድኦ ዝጀመረ ሰብ፣ ኣምላኽ ክመሓላልፎ ዝደለዮ መልእኽቲ እዩ በዚ ቅዱስ ቃል ክበርሃሉ ዝጀመረ። ሰብ ሽዑ እዩ እቲ ጥዑይ ዝኾነ ጥዕና ዘለዎ ዕቤት፣ ለውጢ፣ ሓቀኛ ለውጢ፣ እንደገና መሰረት ዘለዎ፣ ጽኑዕ መሰረት ዘለዎ ለውጢ ዝጅምር ሽዑ እዩ። ኣብዚ ክፍሊ ከም እዚ መንፈስ ኢና ንርእይ። ሕጂውን ኣብ ሕይወትና ከምኡ ቃል ኣምላኽ ዝረትዓና ሰባት ክንከውን ነቲ ቃል መልሲ ንህብ ሰባት ክንከውን ኣምላኽ ብቃሉ ገሩ ይዛረበና ከም ዘሎ ተረዲኡና ነቲ ኣምላኽ ዝብሎ ዘሎ መልሲ ክንህብ ሐራይ ክንብል ክንትንከፍ ልብና ክንከፍት ነቲ ቃል ክንኣምኖ ብዛዕባና ከም ዝኾነ ክርድኣና ብዛዕባ ሕይወትና ይዛረብ ከም ዘሎ ክነስተብህል ይግብኣና እዩ እዝራ ናብቲ ህዝቢ ነዚ ቃል ከም ዘምጽኣሎም ነዚ ሓሳብ ከም ዘምጽኣሎም ንርኢ። ቃል ኣምላኽ ብዛዕባ እዝራ ክገልጸልና ከሎ ምዕራፍ ሸውዓተ ቁጽሪ ዓሰርተ ጀሚሩ እዝራ ንሕጊ እግዚኣብሔር ንምምርማርን ንምግባርን ስርዓትን ፍርድን ከኣ ኣብ እስራኤል ክምህርንሲ ልቡ ኣዳለወ ይብለና። ሕጊ እግዚኣብሔር ንክምርምሮ ከጽንዖ እንታይ ማለቱ ከም ዝኾነ፣ ነቲ ናይቲ ቃል ትርጉም፣ ናይቲ ቃል ሓሳብ ኣጸቢቑ ክፈልጥ ምፍላጥ ጥራይ ኣይኮነን፣ ኣብ ህይወቱ ድማ ከተግብሮ ዝወሰነ ሰብ ከም ዝኾነ ንርኢ። ንር ገዛእ ርእሱ ጥራይ ኣይኮነን፣ ካብቲ ንሱ ዘጽንዖ መጽናዕቲ፣ ካብቲ ንሱ ብህይወቱ ዝተግብሮ ህይወት፣ ካብኡ ተበጊሱ ድማ ህዝቡ ነቲ ምስኡ ርክብ ዘለዎ ዘበለ ኩሉ ክፍወስ፣ ክብጻሕ፣ ዕላማ ገይሩ ተሲኡ ነዚ ልቡ ኣዳልዩ ይብላና። ናይዚ ክፍሊ ናይዚ ትምህርቲ ክፍሊ ሓሳብ ውን እዚ እዩ። ቃል ኣምላኽ ንምምርማር ኣብቲ ቃሉ ውሽጢ ኣጸቢቕና ክንኣቱ ነቲ ቃል ክንፈልጦ ንምፍላጥ ጥራይ ኣይኮነን እንታይ ማለቱ ንምርዳእ ጥራይ ኣይኮነን ካብኡ ሓሊፍና ናይቲ ቃል ኣተግበርቲ ነቲ ቃል ኣብ ሕይወትና ንፍጽም ሰባት ክንከውን ካብኡ ሓሊፉ ካብ ሕይወትና ዝፈሰሰ ድማ ካልኦት በቲ ንሕና ዝተምሃርናዮ ሕይወት ክህነጹ ክባረኹ ንካልኦትን ናይ ምትሳእ ምኽንያት ክንከውን እዚ ብልብና ንሕንኖ ብልብና ንውስኖ ውሳኔ ክኸውን ይግባእዩ እዚ ናይ እዝራ ውሳኔ ድማ ኣብ ህዝቡ ጽልዋ ከምጽእ ከሎ ንርኢ። ናብ ሃገሩ፣ ናብ ከተምኡ፣ ክምለስ ከሎ ኣብ የሩሳሌም ምስ ኣተወ፣ እዝራ ዘምጽኦ ጽልዋ እዚ እዩ ነይሩ። እቲ ህዝቢ ናብ ቃል ኣምላኽ ክመጽእ፣ ነቲ ቃል ክርድኦ፣ ናይቲ ቃል ትርጉም ክፈልጥ፣ ነቲ ቃል ድማ ከተግብሮ፣ ከምቲ ንሱ ህይወቱ ዝተለወጠ እቲ ህዝቡ ድማ ብኸምኡ መንፈስ ክልወጥ በዚ መንፈስ ዘገልገለ ናይ እግዚኣብሔር ሰብ እዩ ነይሩ። ሕጂውን ብዘመንና ኣምላኽ ንቃሉ ኣጸቢቕና ክንፈልጥ ይደልየና። ኣጸቢቑ ምስ ሕይወትና ክወሃሃድ ይደልዮ። ን ክነተግብሮ ይደልየና። በቲ ቃሉ ንመላለስ ሰባት ክንከውን ይደልየና። ካብኡ ሓሊፍና ድማ ንካልኦት ነቲ ዝተቐበልናዮ ንካልኦት ነካፍል ሰባት ክንከውን ኣብ ናይ መጽሓፍ ቅዱስ መጽናዕቲ ኮፍ ኢልካ ተጽንዓሉ ጊዜ ክህልወካ ኣለዎ ካብኡ ድማ ነቲ ቃል ኣብ ሂወትካ ትተግብረሉ ሂወት ክህልወካ ኣለዎ ሳልሳይ ድማ ነቲ ቃል ንካልኦትውን ተካፍለሉ ሂወት ክህልወካ ኣለዎ ኮፍ ኢለ ስለ ዘጽናዕኩ ጥራይ ኣነ በይነይ ስለ ዝተረዳኣክዎ ጥራይ ተረዲኡኒ ማለት ኣይኮነን ንካልኦት ክዛረቦ ክሳዕ ዘይከኣልኩ ክገልጾ ክሳዕ ዘይከኣልኩ ኣይተረዳኣንን ማለት እዩ ስለዚ ከምዚ እዝራ ዝገብሮ ዘሎ ሂወቱ ተለዊጡ ንካልኦት ክልውጥ ነቲ ዝተረድኦ ምርዳእ ንካልኦት ከመሓላልፍ ከሎ ንርኢ ስለዚ ናብዚ ሂወት ክንመጽእ ናይ ቃሉ ኣጸቢቑ ዝርድኣና ሰባት ክንከውን ንምርምር ንቃሉ ነጽንዕ እንታይ ማለቱ ምዃኑ ክርድኣና ግዜ ንወስድ ሰባት ክንከውን ይግብኣና እዩ ድሕሪኡ ኣብ ሕይወትና ነቲ ዝፈለጥናዮ ቃል መዓልታዊ ዝትንክፈና ቃል መዓልታዊ ድማ ኣብ ሕይወትና ክንሰርሖን ክንነብረሉ ኣብ ብተግባር ድማ እቲ ቃሉ ዝብለና ክንነብር ውሳኔ እናወሰና ነገራትና ክንልውጥ ይግብኣና እዩ። ጳውሎስ ንጢሞቴዎስ ክምዕዶ ከሎ ንርእሰ። እተቕርበሉ መገዲ ክነግረካ ይደሊ'ኮ። ንርእስኻ ነቲ ቃል ብግቡእ ከም ተማቕል፣ ብግቡእ ከም ትትርጉም፣ ብግቡእ ትገልጽ ሰብ ክትከውን ፍቱን ዓይ ኣብቲ ቃል ኣተሓሕዛኻ ጽቡቕ ኣተሓሕዛ ክህልወካ፣ ከም ዝመጸልካ ትድርጉም፣ ከም ዝመጸልካ ድማ ትነብር ሰብ ከይትኸውን፣ ምስቲ ቃል ዘለካ ሕብረት፣ ጽቡቕ ክኸውን ህይወት ዘለዎ ክኸውን እዚ ይግባእ ክብሎ ከሎ ንርኢ። በዚ ህይወትካ ከተቕርብ ክትጽዕር ኣብ ቅድሚ ኣምላኽ ክትቐርብ ኣብ ቅድሚ እቶም ተገልግሎም ሰባት ነዚ ህይወት እዚ ክተቕርበሎም ይግባእ ኢሉ ክምዕዶም ከሎ ንርኢ። ሓደ ኣገልጋሊ እንደገና ድማ ሓደ ኣማኒ ኣብ ህይወቱ ክገብሮ ዝግብኦ ነገር እዚ እዩ። ቃል ኣምላኽ ብግቡእ ዝትርጉም ብግቡእ ከምቲ ዝግባእ ነቲ ቃል ክሕዝ እቲ ቃል ክብሎ ዝደለዮ መንፈስ ተረዲእዎ ካብቲ ናይቲ ቃል ሓሳብ ኣምላኽ ክብሎ ካብ ዝደለዮ ሓሳብ ከይወጸ ኣብኡ ሕይወቱ ዝሃንጽ ሰብ ክንከውን እዚ ቃል ኣምላኽ ዝገብሮ ጻውዒት እዩ ከም ኣገልገልቲ ከም ናይ ቃሉ ኣመንቲ ከም ክርስትያናት ክንገብሮ ዝግብኣና ምስ ቃል ኣምላኽ ሕብረት ክህልወና መሰረት ናይ ሕይወትና እቲ ቃሉ ክኸውን ነቲ ቃል ዘለና ኣተሓሕዛ ድማ ብግቡእ ክኸውን ከም ድልየትና ደስ ከም ዝበልና ክንትርጉሞ ከይኮነስ ጊዜ ወሲድና በቲ ዝግባእ ኣካይዳ ክንትርጉም እቲ ዝግባእ ኣካይዳ ኣብ ሕይወትና ክነተግብሮ ይግብኣና እዩ። ኣብዚ ናይ ሎሚ ትምህርቲ ገለ ሸውዓተ ነጥብታት ብዛዕባ ናይ ኣጸናንዓ ሜላ ክንርኢ ክንፍትን ኢና። እቲ ቀዳማይ ክህልወና ዝግብኦ ሓሳብ ካብ መጽሓፍ ቅዱስ ሓደ መጽሓፍ መሪጽካ ምጅማር ኣዝዩ ኣገዳሲ እዩ። ካብዝን ካብትን ከም ድሌትና እናገላበጥና ክነንብቦ ከይኮነስ ብግቡእ ስሩዕ ብዝኾነ መገዲ ነቲ ቃል ክነጽንዕ ይግብኣና እዩ። ናይ እግዚኣብሔር ቃል ክንምሃሮ ከለና፣ ክንፈልጦ እንተ ደሊና ናይቲ ቃል ሓሳብ ክርድኣና ምልኣት ብዘለዎ መገዲ ክንሕዞ ይግብኣና እዩ። መጽሓፍ ቅዱስ ሓደ መጽሓፍ ከም ዝኾነ ክንፈልጥ ኣለና። መጽሓፍ ቅዱስ ብዙሕ መጽሓፍ ኣይኮነን ሓደ መጽሓፍ ኣብ ውሽጡ ግን ዝተፈላለየ መጽሓፍቲ ዝሓዘ ሓደ መጽሓፍ እዩ። ስለዚ ናይቲ ደብዳበ ናይቲ መልእኽቲ ሓሳብ ክርድኣና ስሩዕ ዝኾነ ናይ ኣነባብባ መገዲ ክህልወና ይግብኦ እዩ። ደስ ኣብ ዝበለና ግንጽል ኣቢልና ክነንብብ እዚ ነቲ ቃል ዘለና ኣረዳድኣ ንጹር ወይ ድማ ግልጺ ርድኢት ክህልወና ይሕግዘን እዩ። ስሩዕ ዝኾነ ኣተዓባብያ መንፈሳዊ ዕቤቱን ኣብ ሕይወትና ኣይረኣይን። ስለዚ ጊዜ ወሲድና ነቲ ቃል ብግቡእ ብስርዓት ክነንብቦ ይግብኣና እዩ። ካብ በብጊዜኡ ካብ ዘፍጥረት ጀሚርካ ድሕሪኡ እናማዕበለ ዘጸኣት እንዳወሰኽና በብሓደ ነቲ ቃሉ ክንወጾ ክነንብቦ ይግብኣና እዩ። እዚ ስሩዕ ዝኾነ ናይ ኣነባብባ መገዲ ሓደ ኣነባብና ክነንብብ ከለና ርእስና ክንግምግም ክንፍትሽ ማዕረ ክንደይ የንብብ ኣለኹ ምስቲ ቃል ማዕረ ክንደይ ይወሃድ ኣለኹ ነቲ ዘንበብክዎ ተረዲኡኒ ድዩ ክንምርምሮ ይሕግዘና እዩ። ስኢሉ ካብዝን ካብትን መዕቀኒ ዘይብሉ ናይ ኣነባብባ መገዲ ንህይወትካ ውን ዘይሃንጽ ኣካይዳ እዩ ዝኸውን። ከምኡ ዓይነት ኣካይዳ ድማ ነቲ ናይቲ ቃል ዋና ሓሳብ ግልፂ ዝኾነ ሓሳብ ክርድኦ ኣዝዩ ኣፀጋሚ ዝኸውን ስለዚ ብስሩዕ መገዲ መደብ ሒዝና እቲ ቃል ክነፅንዕ ክነንብብ ይግባእና እዩ እቲ ካልኣይ ሓሳብ ነቲ ከነጽንዖ ዝመደብናዮ ክፍሊ ደጋጊምና ምንባብ ኣዝዩ ይሕግዝ እዩ። እቲ ዕላማ እቲ ቃል ክርድኣካ፣ እቲ ቃል ምስ ህይወትካ ክወሃሃድ እምበር ክትውድኦ ጥራይ ክኸውን የብሉን። ከም ዝወዳእካ ንገዛእ ርእስኻ ክተርኢ ኣይኮነን። እቲ መልእኽቲ ተረዲኡካ እቲ ነቲ ቃል ናይ ምእዛዝ ድሌት እዩ ክነንብቦ ክገብረና ዘለዎ። ስለዚ ከም ዝተረድኣኒ ክፈልጥ ምስ ህይወተይ እውን ይወሃሃድ ከም ዘሎ ርግጸኛ ክኸውን ይግብኣኒ እዩ። ስለዚ ነቲ ዘንብቦ ዘለኹ ክፍሊ ሕጂ ንኣብነት ከምቲ ኣንተወይ ዘንበብናዮ ኣብ ምዕራፍ ሸሞንተ ነህምያ እንተ በጺሐ ነቲ ክፍሊ ደጋጊመ ብምንባብ ናይቲ ክፍሊ ሓሳብ መልእኽቱ ኣብኡ ዘሎ ስራሕ ኣምላኽ እንታይ ይግበር ከም ዘሎ ንህይወተይ መልእኽቲ ነቲ ዘመን ዝነበሮ ለውጢ ኣብ ሽዑ ዝመጸ ጸቕጢ እንታይ ዓይነት ህይወት ነይርዎም እንታይ ዓይነት ኣከባቢ ከባቢ እዮም ዝመላለሱ ነይሮም እዚ ተረዲኡካ ኣብ ህይወትካ ድማ ከመይ ከም ተተግብሮ ክትርኢ ምእታን ምድግጋም ኣዝዩ ይሕግዝ እዩ ነቲ ዘንበብካዮ ክፍሊ ኣንቢብካ ካብኡ ጀሚርካ እናሃነጽካ ክትከይድ ንኣብነት ምዕራፍ ሓደ ክሳዕ ምዕራፍ ሓሙሽተ ወይ ድማ ምዕራፍ ዓሰርተ እንተንቢበ ናይ ጽባሕ መደበይ ድማ ካብ ዓሰርተ ሓደ ንዑ ኮይኑ ኣቐዲመ ንዘሎ ክፍሊ ኣንቢበ ናይቲ ሓሳብ ናይቲ መልእኽቲ እንታይ ከም ዝነበረ ርእየ ክቕጽል እናዓበየ ዝኸይድ ናይ ኣጸናንዓ መገዲ ኣብ ሕይወትና ይፈጥር እዩ። ኣብ ኣጸናንዓና ክህሉ ዝግብኦ እቲ ሳልሳይ ነጥቢ ድማ፣ ኣብቲ ክፍሊ ነንብቦ ዘሎና ክፍሊ እቲ ዓውደ ንባብ ክንፈልጦ ይግብኣና እዩ። እዚ ሃንደበት ከፊትካ እተንብቦ ኣነባብባ ናይቲ መልእኽቲ ናይቲ ነንብቦ ዘሎና ክፍሊ ሓሳብ እንታይ ማለት ምዃኑ ብንጹር ከይንሕዞ ነቲ ጥቕሲ ጥራይ ኣውጺእና እቲ መልእኽቲ ዘይብሎ ክንብል ክደፍኣና ይኽእል እዩ። ንኣብነት ኣብ ምዕራፍ ሸሞንተ ነህምያ የንብብ እንተለኹ ኣብኡ ቅድሚ ቅድሚኡ ዘሎ ጥቕሲ ክርኢ ቅድሚኡ ዘሎ ምዕራፍ ክርኢ ናይቲ መጽሓፍ ሓሳብ ክርኢ ን ኣብቲ ዘመን ምህዳስ ከም ዝነበረ ናይ ነህምያ ነህምያ ኣብ መጽሓፍ ነህምያ ውሽጢ ኢና ንእዝራ ንረኽቦ ዘለና ምዕራፍ ሸሞንተ ከመይ ኢሉ እዚ መጺኡ ክርድኣና ናይቲ መጽሓፍ ሓሳብ ምስ መጽሓፍ እዝራውን ዘለዎ ርክብ እዚ ምርድኡ ኣጸቢቑ ይሕግዘና እዩ በቲ ዘመን ዝነበሩ ነብያት በዓል ሃጌ ክንርእዮም ከለና ናይቲ ናይቲ ክፍሊ ሓሳብ ሙሉእ መልእኽቱ ኣብ ምንታይ ዘመን ኣብ ምንታይ ኩነታት ውሽጢ ኮይኖም እዮም ነዚ ቃል ከምዚ ዓይነት መልሲ ዝህቡ ዘለዉ ክንርኢ ምእንታን እቲ ዓውደ ንባብ ምፍላጥ ጽቡቕ እዩ። ንኣብነት ሕጂ ሃንደበት ኣብ ማእከል ዝብሎ ዘለኹ ሓሳብ ኣትዩ ሃንደበት ዘይበልኩዎ ኣተሓሳስብኡኣተረጓጉማ ካብ ማእከል ቆንጺልካ ኣውጺኻ ካልእ ትርጉም ብምሃብ እቲ ተዛራባይ እቲ እቲ ሓሳብ ዝህብ ዘሎ ዘይበሎ ነጥቢ ንምትርጓም እዚ ቅኑዕ ናይ ናይ መቀራረባ ወይ ናይ ኣዘራርባ መገዲ ኣይኮነን። ቃል ኣምላኽ እውን እናተሃንጸ ዝኸይድ ሓሳብ እዩ ዘለዎ። ኣብ ማእከል ቁርጽ ኣቢልና ነቲ ክፍሊ ዘይብሎ ትርጉም ክንህቦ ኣይግብኣናን እዩ። ስለዚ ነቲ ሓሳብ ጽቡቕ ገይሩ ክርድኣና እንታይ ማለቱ ምዃኑ፣ ዝደጋገፍ መጽሓፍ ስለ ዝኾነ፣ ዝደጋገፍ ጥቕሲ፣ ዝደጋገፍ ምዕራፍ፣ ዝደጋገፍ ኪዳን ስለ ዝኾነ፣ ናይ ብሉይ ኪዳን ምስ ሓድሽ ኪዳን፣ ናይ ነብሲ ወከፍ መጽሓፍ ምስቲ ካልእ መጽሓፍ እናደጋገፍና እናሃነጽና ከነንብብ ይግብኣና እዩ። ስለዚ ኣብ ማእከል ቆንጺልካ ኣውጺኻ ኣብ ህይወትካ ወይ ድማ እቲ ቃል ኣምላኽ ዘይብሎ ነገራት ምባል ነቲ መንፈሳዊነትና እውን ዝሕግዝ ኣይኮነን። ምክንያቱ ናይ ሓደ ሰብ ናይ ክርስትያናዊ ሕይወቱ ከም ኣተረጓጉማ ቃሉ ቃል ኣምላኽ እዩ ዝኸይድ። ኣተረጓጉማይ ዘይጥዑይ እንድሕር ኮይኑ ኣነባብራይውን ከምኡ ዝተጠዋወየ ኣነባብራ እዩ ዝኸውን። ከምኡ ከምኡ እቲ ቃል ዘይብሎ እናቆንጸልኩ እናወጻኹ ዝነብር እንድሕር ኮይነ ካብኡ ድማ ህይወተይ ሙሉእ ዘይኮነ ዝተቆራረፀ ዓይነት ኣነባብራ ሙሉእ ዘይኮነ ሓሳብ ሒዘ እየ ዝኸይድ። ስለዚ እቲ ቃል ሙሉእ ሓሳብ ክህልወኒ ናይቲ ቃል ትርጉም ድማ ጥዑይ ኣተኣረዳድኣን ኣተረጓጉማን ክህልወኒ ይግባእ እዩ። እቲ ራብዓይ ክህልወና ዝግበኦ ነጥቢ እቲ ዝተረዳእናዮ ነቲ ዘንበብናዮ ክፍሊ ብናትና መገዲ ብዝርድኣና መገዲ ኣብ ጥራዝና ምጽሓፍ እዩ። እቲ ቃል ክብሎ ንዝደለዮ ሓሳብ ምስ ምስ በቲ በቲ ናትና ቋንቋ በቲ ናትና ኣተሓሳስባ ን ንዕኡ ክንገልጽ ክነቕምጦ ከለና ኣጸቢቑ ምስ ህይወትና ክወሃሃድ ይሕግዘና እዩ። ነቲ ጥቕሲ ቀዲሕካ መጽሓፍ ምቕዳሕ ምቕማጥ ብዙሕ ሓይሊ ትርጉሙን ኣይህልዎን እዩ ግን እቲ ሓሳብ ኣብኡ ዘሎ ሓሳብ ብዝርድኣኒ መገዲ ኣብኡ ምስ ዝተፈጥረ ነጥብታት ነቲ ዝተረድኣኒ ቃላት ብናተይ ቋንቋ ከቐምጦ ከለኹ ኣዝዩ ዝሃንጽ ወይ ድማ ንህይወተይ ኣብቲ ህይወተይ እቲ ቃል ክወሃድ ይሕግዘኒ እዩ ስለዚ ብዝርድኣና መገዲ ነቲ ጥቕሲ ክነቐምጦን ክነብርሆን ክንፍትን ሓጋዚ ነጥቢ እዩ። እቲ ሓሙሻይ ነጥቢ ቃል ኣምላኽ ክነጽንዕ ከለና እቲ ዘለዎ ሓደ ጸገም እናንበብካ ከለኻ ሕቶታት ብዙሕ ሕቶታት ይመጽእ ሓሳባትካ ዝወስድ እንታይ ማለት እዩ ዘይርድኣና ብዙሕ ነገራት ክመጽእ ይኽእል እዩ። ዘይርድኣና ሓሳባት ብዙሕ ክህሉ ይኽእል እዩ። ስለዚ ሕቶታትና ኣብ ክንዲ ነቲ ሕቶ ንምምላስ ነቲ ክነንብቦ ዝግብኣናን ክንቅጽሎ ዝግብኣና ናይቲ ሙሉእ ሓሳብ ካብ ምቁራጽ ኣብ ክንዲ ምቁራጽ ነቲ ሕቶታትና ኣብ ወረቐት ወይ ኣብቲ ጥራዝና ብምቕማጥ፣ ኣብ ማእከል እቲ ምንባብ ውሽጢ ነቲ ቃል እናንበብካዮ ክትከይድ ከለኻ፣ ክትደጋግሞ ከለኻ ውን እቲ ትርጉም ወይ ድማ እቲ ሕቶታትካ እናተመለሰ ይኸይድ። ስለዚ ንሕቶታትካ ኣብ ጥራዝ እናቐመጥካ ምስ ምስቲ መጽናዕትኻ ግዜ ክትወስደሉ ምእንታን ፈሊኻ ክተውጽኦ ምንባብካ ምስ ወዳእካ ነቲ ሕቶታትካ ድማ መልሲ ረኺበሉ ድየ ወይ ድማ ዝበለጸ መጽናዕቲ ክገብረሉ የድልየኒ ድዩ፣ ንሰባት ምሕታት የድልየኒ ድዩ ንዝብል ነገራት ክትሃንጽ ምእንታን ሕቶታትካ ኣብ በይኑ ኣብ ጥራዝ እናቐመጥካ ምኻድ ኣዝዩ ሓጋዚ እዩ። ቃል ኣምላኽ ክነጽንዕ ከለና ካብ ዝሕግዘና እቲ ሻድሻይ ነጥቢ ኣገደስቲ ሕቶታት ብምሕታት ናይቲ ቃል ትርጉም ወይ ሓሳብ ምርካብ እዩ። ዝተወሰነ ሕቶታት ጠቕልዋ ነዚ ዝሕግዛ ሕቶታት ኣለዎ። ንኣብነት መዓስን ኣበይን ተጻሒፉ ኢልካ ትሓትት። እቲ ዘመን ሕጂ ንኣብነት ኣብቲ ነህምያ ዝረኣናዮ ሓሳብ ውሽጢ ኣብ ምንታይ ግዜ ውሽጢ ከም ዝጸሓፍዎ ክትርኢ ቀሊል እዩ ዝኸውን፣ ስለዚ እቲ ዝተጸሓፈሉ ግዜ ኣብ ካብ ምርኮ ባቢሎን ከም ዝተመልሱ ከም ዝኾነ ነዚ ክትርዳእ ነዚ ነጥቢ ድሕሪ ምርኮ ባቢሎን ወይ ድማ ድሕሪ ምምላስ ኢልካ ናይቲ ዓውደ ንባብ ሓሳብ ከተቕምጥ ትኽእል። ካልኣይ ንሓቶ ሕቶ መን ከም ዝጸሓፎ፣ ንመን ከም ዝጸሓፎ፣ ብዛዕባ መን ይዛረብ ከም ዘሎ፣ ምርዳእ ድማ እቲ ካልኣይ ኣገዳሲ ሕቶ እዩ ዝኸውን። እቶም ቀዳሞት ዝተጽሓፈሎም ሰባት ኣብ ምንታይ ዓይነት ኩነታት ነይሮም ከትርዳእ ከለኻ ናይቲ እቲ መልእኽቲ ኣብ ምንታይ ኩነታት ከም ዝተጻሕፈ እቲ መልእኽቲ እንታይ ዓይነት ሰባት ይዛረብ ከም ዘሎ ምርዳእ ነቲ ናይቲ ቃል መልእኽቲ ክትሕግ ክትረክብ ኣዝዩ ሓጋዚ እዩ ዝኸውን። ስለዚ ንመን ተጻሒፉ ኣብ ምንታይ ዓይነት ኩነታት ወይ ድማ መን ከም ዝጸሓፎ ምፍላጥ ኣዝዩ ሃናጺ እዩ ዝኸውን። ንኣብነት ኣብ ብሉይ ኪዳን ቀዳማይ ሳሙኤል ይብለና፣ ካልኣይ ሳሙኤል ይብል፣ ወሲኹ ድማ ቀዳማይ ነገስት ካልኣይ ነገስት ይብለና፣ ቀዳማይ ዜና መዋዕል ካልኣይ ዜና መዋዕል ኢሉ ዝደጋገም ዝመስል ታሪኽ ወይ ዛንታታት ከቐምጥ ከሎ ንርኢ። እቲ እቲ ዝተጽሓፈሎም ዓውደ ንባብ ንምፍላጥ ወይ ድማ እቶም ቀዳሞት ንመን እዩ ተጻሒፉ ንምፍላጥ እዚ ናይቲ መጽሓፍ ትርጉሙን ክርድኣና ይሕግዝ እዩ። ብፍላይ ድማ እቲ ቀዳማይን ካልኣይን ዜና መዋእል ነቶም ካብ ምርኮ ባቢሎን ዝተመልጹ ዝተጽሓፈ ብምንታይ ዓይነት ኣካይዳ እግዚኣብሔር ነቶም ነገስታት ብምእዛዞም ይባርኾም ከም ዝነበረ፣ ምስ ዓመኽጻዒ ኣካይዳ ዝነበሮም ነገስታት ስሒቡ ኣውጺኡ ብዛዕብኦም ይዛረብ ከም ዘሎ፣ ዝጸሓፈሎም ዘለዉ ሰባት እንታይ ዓይነት ኩነታት ከም ዘለዎም ምርዳእ፣ ንመን ከም ዝኾነ ምርዳእ፣ ነቲ ትሕዝቶ'ውን ጽቡቕ ገይሩ ክርድኣና ይሕግዝ እዩ። ስለዚ ንመን ተጻሒፉ ምፍላጥ፣ መን ድማ ጽሒፍዎ ምፍላጥ፣ እቲ መልእኽቲ ኣጸቢቑ ሓይሊ ይህቦ፣ ክርድኣና እውን ኣዝዩ ይሕግዘና እዩ። ካብኡ ብምቕጻል እውን ኣብቲ ክፍሊ ኣብቲ ነንብቦ ዘለና ክፍሊ ውሽጢ ኣዝዩ ኣገዳሲ ሓሳብ ወይ ድማ ናይቲ ምዕራፍ ዋና ሓሳብ ኣየናይ እዩ፣ ዋና ዝኾነ ጥቕሲ ኣየናይ እዩ ፈሊኻ ክተውጽኦ ከለኻ ንኩሉ መጽናዕትኻ መእሰሪ ይገብረሉ እዩ። ብዛዕባ እንታይ እዩ ዝዛረብ ዘሎ እንታይ ክገልጽ ደልዩ እዩ እቲ ሓሳባት እናሃነጸ ዝኸይድ ዘሎ፣ ኣብ ምንታይ ከ የተኩር እዩ ዘሎ፣ እዚ ምፍላጥ ናይቲ መጽሓፍ ዋና ሓሳብ፣ መልእኽቱ፣ ክንረክብ ይሕግዘና እዩ። ስለዚ እቲ ጥቕሲ ኣብ ምንታይ ሓሳብ ከም ዝተመስረተ ክንፈልጥ ነዚ ሕቶ ምሕታት ኣገዳሲ እዩ። ካብኡ ምወጻእ ካብቲ ኣገዳሲ ንብሎ ሕቶ ውሽጢ ብዛዕባ እግዚኣብሔር ኣምላኽና፣ ብዛዕባ ጎይታ የሱስ ክርስቶስ እዚ ክፍሊ እዚ እንታይ ይዛረብ ኣሎ ኢልካ ምሕታት እዩ። ናይቲ ክፍሊ ዋና መልእኽቲ ናብ ኣምላኽ ከጠምተካ፣ ናብ ክርስቶስ ከጠምተካ፣ ህይወትካ ኣብ ክርስቶስ ወይ ድማ ናብ ኣምላኽ ከጥምት፣ ህይወትካ ኣብኡ መሰረት ክትገብር፣ ብዛዕባ ኣምላኸይ ብዛዕባ እግዚኣብሔር ኣምላኽ እንታይ ይገልጸለይ፣ ኣብ ባህርያቱ ኣብ መንነቱ እንታይ ክብለኒ ይደሊ ኣሎ ኢልና ብዛዕባ እግዚኣብሔር ዝምህረና ትምህርቲ ክንወስድ ኣዝዩ ኣገዳሲ ሕቶ እዩ። እቲ ሻብዓይ መምርሒ ምስቲ ሕይወትና ከመይ ነቲ ቃል ነዛምዶ ኣብ ሕይወትና ከመይ ነተግብሮ ዝሕግዝ መምርሒ እዩ ዝኸውን። ቃል ኣምላኽ ክትገብሮ እንተዘይወሲንካ መጽንዑ ጥራይ ትርጉም የብሉን፣ ዕላምኡ ድማ ሰባት ክእዘዙ ናብ ምትግባር ክሃልፉ ስለ ዝኾነ፣ እንታይ ኣምላኽ እንታይ ክገብር ይደልየኒ ዝብል ሕቶ ክምልስ እንተ ዘይክኢሉ ሰብ ወይ ድማ ነዚ ክሓትት እንተ ዘይደልዩ ቃል ኣምላኽ ትርጉም ኣይህቦን እዩ። ወይ ድማ ኣንጻር ቃል ኣምላኽ ወይ ድማ ከም ድሌቱ እናተርጎመ እቲ ቃል ዘይብሎ እናበለ ክቕጽል እዩ። ስለዚ ኣብዚ ሕቶ ውሽጢ ከመይ ገይረ እየ ምስ ህይወተይ የዛምዶ ዝብል ሕቶ ውሽጢ ገለ ሓሙሽተ ሕቶታት ክሓትት ይግብኦ እዩ። መጀመርታ ክቕይሮ ዝግብኣኒ ልምዲ እንታይ ኣሎ? እዚ ክፍሊ ዝነግረኒ እንታይ ዓይነት ልምዲ ክቕይር ይግብኣኒ ኢልካ ትሓትት ይግብኣካ እዩ። ካብኡ ብምቕጻል ድማ ክንስሓሉ ዝግብኣኒ ሓጥያት ኣሎ ድዩ? እንታይ እዩ ኣብ ህይወተይ ዘሎ ለውጢ ከምጽኣሉ ዝግብኣኒ ኣካይዳ እዚ ምሕታት የድሊ። ካብኡ ብምቕጻል ክእዘዞ ዝግብኣኒ ትእዛዝ ኣሎ ድዩ? ኣምላኽ ኣብ ህይወተይ ከተግብሮ ዝምህረኒ እንታይ መልእኽቲ ኣሎ? ራብዓይ ድማ ክኽተሎ ዝግብኣኒ ኣብነት ኣሎ ድዩ? ኣብዚ ክፍሊ ውሽጢ እንታይ ኣብነት ይረክብ? እንታይ ዓይነት ክቀድሖ ዝግብኣኒ ህይወት እንታይ ኣሎ ኢልካ ትሓትት። ኣብ መወዳእታ ድማ እንታይ ዓይነት ተስፋ ኣብ ህይወተይ ይህበኒ? ክሕዞ ዝግብኣኒ ተስፋ ኣሎ ድዩ ኢልካ ድማ ነዚ ብምሕታት ኣብ ህይወትካ ነዚ ተግባራዊ ዝኾነ ነጥብታት እናሃነፅካ ምኻድ ኣገዳሲ እዩ። ስለዚ በዚ መሰረት በዘን ሸውዓተ መምርሒታት መሰረት መፅናዕትኻ እናተሃንፀ ምስ ቃል ኣምላኽ ዘለካ ፍልጠት ናይቲ ቃሉ ፍልጠት ኣብ ህይወትካ እናወሰኸ ናይ መፅናዕትኻ መገዲ ድማ እናማዕበለ ክኸይድ ይግበኦ እዩ። ኣብ ምንባብ ጥራይ ክውሰን የብሉን። ካብ ምንባብ ሕልፍ ኢሉ ድማ ነቲ ቃሉ ክተጽንዕ ግዜ ትወስድ ሰብ ትምርምሮ ሰብ ክትከውን ይግብኣካ እዩ። ካብኡውን ሓሊፉ ድማ ነቲ ቃል ምምርማርን ምጽናዕን ጥራይ ከይኮነስ ኣብ ህይወትካ ተተግብሮ ሰብ ክትከውን ይግብኣካ እዩ። ካብኡውን ብዝሓለፈን ብዝበለጸን መገዲ ነቲ ዘጽናዕካዮ ነቲ ትገብሮ ዘለኻ ህይወት ንካልኦት ድማ ክትምዕድ ንካልኦት ድማ ክትሃንጽ ክትስእከለኻ እዚ ኣምላኽ ዝደልዮ ምሉእ ዝዀነ ክርስትያናዊ ህይወት እናተሃንጸ ዝኸይድ ክርስትያናዊ ህይወት እናማዕበልካ ትኸይድ። እዚ ሓሳባት ዝሃብኩም ገለ መምርሒታት ዝሃንጽ ከም ዝኸውን ተስፋ እገብር። ብዛዕባ እዚ ዝነበረ ትምህርቲ ገለ ርእይቶ ሕቶ እንተ ኣለኩም በቲ ተጻሒፉ ዘሎ ኣድራሻ ክትጽሕፉለይ ክጽበ እየ። ኣብ ህይወትኩም ድማ ቃል ኣምላኽ እናተሃንጸ እናወሰኸ ክኸይድ ጸሎተይ እዩ።